ሕጂሲ እወ እታ ማር ጓለይ በይና ገዲፈያ ምስ ዓርከይ ይኸይድ ክብል ከለኹ ኣይትእመናን እየ ፅልልቲ እየ ማለት እዩ ኣነ ኣይ ነቨር ዲድ እና ውል ነቨር ዱዳት እዛ ቪድዮ እንዳረኣኽዋ ከለኹ ኣጋጣሚ ኣብቲ ኮመንት እንታይ ዓይነት ኣደኣ ገለገለ ዝብል ርኤ እንደገና ከዓ ካልኦት ኣሕዋትና ብዛዕባ ኣብ ከባቢ ደቅኻ ዋላ ሓደ ሰብ ክትኣምን ከም ዘይብልካ ኢለን ዝዛረባ ነይረን ብዙሕ ዓይነት እንታይ ዓይነት እየን እዚኤን ገለ ጸርፍታት ነተን ከምኡ ኢለን ዝዛረባ ዝነበራ ኣሕዋትና ከምኡ ርኤ ኣብዚ ሕጂ ግዜ ዜና እንድሕር ትከታተሉ ኮንኩም እንድሕር ብዙሕ ግዜ መጽሔታት ዝወጽእ ትርእዩ ኮንኩም ኤቭሪደይ ዝዕመጹ ቆልዑ ሬጅስተር ይግበር ሪፖርት ይግበር ማለት እዩ ዝዕመጹ ህጻናት ኣዋልድ ዋላ ኣወዳት ሶ ከምዚ ዓይነት መለበሚ ቪድዮ ክመጽእ ከሎ ካብ ኣባኻ ኣብ ነፍስኻ ምስ በጽሓካ ዋይ ዋይ ምባል ኣቐዲምካ እንታይ ክመጽእ ከም ዝኸእል ነገራት ብፍላይ ቆልዓ እንድሕር ኣለካ ኮይኑ ናይ ነብስኻ ኣዳልት ክሳብ ዝኾንካ ጸገም የብሉን ግን እቲ ህጻን ብሰንኪ ናትካ ዘይምጥንቃቕ ዝኾነ ሓደጋ ክወርዶ ከሎ ወጺ like ተጣዒስካ ዘይትወጾ ጣዕሳ እዩ ዝኾነካ so ብዝተኻእለ መጠን እንድሕር ከምዚ ዓይነት ኢንፎርሜሽን ይመጽእ ኣሎ ኮይኑ ውላድ ይሃልወካ ውላድ ኣይሃልወካ የገድሰካ እዩ ካብ ኣባካ ምስ በጸሐ ነገራት ምምሃር ማለት እዩ ካልኣይ ከምኡ ዓይነት ኣዌርነስ ክህባ ከለዋ ኣዴታት ይኹና ዝወለዳ ይኹና ዘይወለዳ እዝኒ ሂብና ክንሰምዕ ንፈትን የለን ኢልና ኣይንካታዕ ኣባካ ስለ ዘይበጽሐ ሓደ ነገር ኣብ ካልኦት ሰባት የለን ማለት ኣይኮነን ሶ ብፍላይ እዚ ናይ ቆልዑ ናይ ህጻናት ኣብ ከባቢ ደቅኹም ዋላ ሓደ ሰብ ኣይትእመኑ ኣነ ኣብ ከባቢ ውላደይ ዋላ ሓደ ሰብ ኣይኣምንኒ ዋላ ሓደ ሰብ ኣይኣምንኒ ብጀካ ኣቡኡ ወይ ኣቦኣ እንተዘይኮይኑ ኣነ ዋላ ሓደ ሰብ ኣብ ከባቢ ውላደይ ኣይኣምንኒ ዋላ ሴክሽዋል ነገር ይብጻሓዮም ኣይብጻሓዮም ሜይቢ ውላደይ እቲ ምሳኣ ዝገድፎ ሰብ ወይ ገለ ሕማቕ ዓይኒ ከሪኣ ይኽእል ክሃርማ ይኽእል ክግስጻ ይኽእል ግን ዝኾነ ስምብራት ኣብ ኣብ ኣእምሮኣ ግን ክዓቢ ይኽእል እዩ ከምቲ ኣነ ዝገንሓ ንውላደይ ካልእ ጓና ንዓይ ክገ- ክገንሓለይ ኣይክእልን እዩ ከምቲ ንሕና ኣብ ዓድና እ፣ ኩሉ ሰብ እናገንሓና ገለ ዝዓበና ኣብዚ ሕጂ ከምኡ ኣይኮነን እቲ ኣእምሮኦም ናይ ደቅና ብጣዕሚ ሰንስቲቭ ስለ ዝኾነ በቃ ብዝተኻእለና መጠን ሴክሹዋል ዓመጽ ንኸየጋጥሞም ድዩ ዝኾነ ነገር ንኸየጋጥሞም ሓወዩ ዘመደዩ ወዲ ሓወበይ ወዲ ሓትነዩ ኢልና ንደቅና ኣብ ከባቢኦም ኣይንግደፎም የጋጥሞም እቲ ነገርቲ ኣየጋጥሞም ብዘየገድስ ንሕና ሓላፍነትና ንግበር ንደቂ ኣብ ከባቢ ደቅና ዋላ ሓደ ሰብ ኣይንእመን ዋላ ሓደ ሰብ ኣይንእመን ምክንያቱ ብዘይ ምእማንና ዝኾነ ነገር እንድሕር ኣጋጢሙ ብጣዕሚ ጣዕሳ ክኾነና እዩ ነቶም ቆልዑ ከዓ ዘይወፅእ ስምብራት ክኾኖም እዩ ኣብ ሕብረተሰብና ስለ ዘይተዘረበ እዩ እምበር ብዙሓት ኣዋልድ ኣወዳት እኮ ኣብቲ ሹዕ ኣይነበረን ግን ኣዋልድ ግን ብዙሓት ዝተዓመጻ ኣለዋ ብዙሓት ቆልዑ ወላ ኣይተዓመጻ ግን ሴክሹዋል ምትንኻፋት ዘጋጠመን ቆልዑ ግን ኣለዋ ሕጂ ዓበይቲ ኮይነን ደለዋ ግን ዘይዛረባሉ ኣብ ውሽጠን ገይረንኦ ስቕ ዝብላ ግን ዝኾነ ትራማ ዝገበረለን ኢቭን ተመርዐን ንሰብኡተን ላይክ እቲ ነገራት እናመጻ ኣብ ርእሰን ዝርብሸን ብዙሓት ኣለዋ ስለዚ ንዓና ኣየጋጠመናን ማለት ነቶም ካልእ ሰብ ኣየጋጥሞን ማለት ኣይኮነን ሰባት ኣዌርነስ ክህቡ ከለዉ የለን እንዳበልና ኣይንካታዕ ኦኬ የለን ኣይበሃልንዩ ኣብ ዓለም ዘየለ ነገር የለን ዘይተነገረ እምበር ዘይተገበረ ጉድ የለን ስለዚ ዜና ንከታተል ምክንያቱ ዜና ምክታል እንታይ እዩ ንዓና ክጥቕመና ርእስና ኣዌር ይኸውን ነገራት የለን ኢልና ኣብ ክንዲ ዕምት ኢልና ንካታዕ ኦኬ ንዓይ ዘይበፅሓኒ እምበር ሰባስ ብዙሕ ነገር ይበፅሖም ኣሎ ኢልና ብጣዕሚ ኢና ሽዑ እንታይ ዝበሃል የእምሮና ሲ ንዝኾነ ነገር ሲ በቃ ሬዲ ድኸውን ድሉው ይድኸውን እንታይ መፀሎሲ ይርድኦ እዩ ሶ ብዝተኻእለና መጠን እንታይ ዝበሃል ንግበር ከባቢና ንርአ ሰባት እንታይ ኣጋጥሞም ኣሎ ንርአ እሞ ካብኦም ንምሃር ፕሊስ እዛ የለን ንዓና እንተዘይ ኣጋጢምና የለን ኢልና ምክታዕ ንግደፋ ኣብ ብዙሕ ቦታ እዩ ድርያ ከምዚ ደኣ የለን ከምኡ መን ኢልኪ የለን ከምኡ ኣይትሓሱ ንግደፎ ከምኡ ሩኽ መዓልቲ